Zombie Apocalypse. ሰላም ሰላም ኣሕዋት ከምቲ ልሙድ ምሳኹም ዘለኹ ሓውኹም ዳዊት እየ ሎሚ እውን ሓደ ነገር ሒዘልኩም መፅ ኣለኹ እሱ ከዓኒ ብዛዕባ ስክሪን ሪኮርደር እዩ ከመይ ገርና በዘን ሕጂ ዘሪኦኩም ሰለስተ ዓይነት ሪኮርድ ከመይ ጌርና ስክሪን ሪከርደር ወይ ድማ ሶፍትዌር ከሪኦኩም እየ ከመይ ጌርና ንበን ንጥቀም እየ ከሪኦኩም ሶ ናበን ከብለኩም ኣብታ ዝሓለፈት ቪድዮይ ዝኾነ ዝተወሰበን ሰባት ንፁር የለን ገለ ኢልኩም ንለኹም ሕጂ ግን እቲ ፀገም ዝነበረ ተፈቲሑ ኣሎ ዝኾነ ንእሽተይ ሽግር ነይርዋ እታ ላፕቶበይ ማለት እዩ ካብ ብሎም ግን ከምዚ ጌርና ብንጹር ክንጥቀም ኢና ማለት እዩ ሶ ቀዳሚ ተኸሪኦኩም ዝደሊ እዛ ኦቢኤስ ስቱድዮ ትብል ደላ እዚኣ ሪከር ናይ ስክሪን ሪከርደር እያ ወላ እውን ኣብዚ ነትብልኩም ስክሪን ሪከርደር ኣብዚ ከዓ ፍሪካም ኤት ትብል ዘላ እዚኣ እውን ስክሪን ሪኮርደር እዩ ማለት እዩ ሶ ነዚአን ከመይ ገርና እናውርዳን ድሕር ኮይኑ ኣብዚ መፂና እዛ ኦቢኤስ ኣብዚያ ትልኩም ኖርማል ንኩሉ እያ ትጠቅም ዊንዶውስ ን ማክ ሊኒክስ ከላይ ማለት እዩ ኣብዚ ዳውንሎድ መፂኹም ዳውንሎድ ክትብልዋ ትኽእሉ ኢኹም ወይ ድማ ኣብዚ ዊንዶውስ መፂኹም ዳውንሎድ ክትብልዋ ትኽእሉ ኢኹም ማለት እዩ እታ ካልኣይቲ ከዓኒ ነዚኣ ትመስል ማለት እዩ እታ ካልኣይቲ ከዓ እዛ ፍሪካም ትብል ዘላ እዚኣ ብዘይ ኢሜይልኩም ዳውንሎድ ኣይትኸውን እያ ኢሜይልኩም ምስ ሃብኩሞም እዮም ዳውንሎድ ክገብርልኩም እዚኣ እውን ኣዝያ ጽብቕቲ እያ ሕጂ በዚኣ ይጥቀም ዘለኹ እዛ ትሪእዋ ዘለኹም እዚኣ ይጥቀም ዘለኹ ኢሜይልኩም ምሳኩም ኣይኣገረ ትረስብ ኢሜይል ገለ እዚኣ ራይት ትብዋ ማለት እዩ ተረዲኹምኒ ብዛዕባ እዛ ዳውንሎድ ስክሪን ከዓኒ ኣብዚ ነብልኩም ማለት እዩ እዚኣ ከዓ ኖርማል ተወርድዋ ትኽእሉ ኢኹም ንክልቲኡ ንሰለስቲኡ ንማክ ይኹን ሉኒክስ ወይ ድማ ንዊንዶውስ ማለት እዩ ኣዝያ ጽብቕቲ እያ ሶ ናብተን ኣፕሊኬሽን ክመልሰኩም ከመይ ጌርና ንጥቀመለን ማለት እዩ እዚኣ ሕጂ ክቀሪብኩም ብዛዕባ እዛ ኦቢኤስ ስቱድዮ ከምዚኣ ክተሪኦኩም ትሪእዋ ዘለኹም ከምዚኣ ክተሪኦኩም ከምዚ ምስ ያው ተሪእኩም ንኣኹም ማለት እዩ ከምዚ ትሪእዎ ዘለኹም ግን ንስኹም እንታይ ኢኹም ትገብሩ ኣብዚ ስታርት ሪኮርዲንግ ምስ በልኩማ ተረዲኹም ስታርት ሪኮርዲንግ ምስ በልኩማ ኣብዚ ኢኹም ትሃርሙ ነዛ ሃሪምኩም ነዛ ሶፍትዌር እዚኣ ትሓብእዋ ማለት እዩ ኣብዚ ታሕቲ ክትረኽብዋ ኢኹም ከምዚ ጌርኩም ሪከርድ ክትገብር ክትገብር እያ ማለት እዩ ኣነ በዚኣ ኣፕሊኬሽን እዚኣ ስለ ዝልጥቀም ዘለኹ ካልእ ክገብር ኣይደለኹን እዚኣ እውን ከም ትሪእዋ ዘለኹም እዚኣ እውን ኣዝያ ፅብቕቲ እያ ዘድልየኩም ነገር እቶም ብዘይ ኢሜይል እውን እዚኣ ይትሰርሕ እያ ኢሜይል ከይሃብኩማ ዳውንሎድ ክትገብሩዋ ብፍሪ ክንሳ ግን ንክትጥቀሙላ ክሳይ ክትጥቀሙ ኢኹም ማለት እዩ ኢሜይል ማለት እዩ ምስ ኣውረድኩማ ከዓኒ ከም ዝመስል ሪከርድ ክትገብሩ ትኽእሉ ኢኹም ሶ ናይ ሎሚ ነዚኣ ምስል ነዚኣ ምስል ነይሩ ኣሕዋት ኣብ ቀፃሊ ብካልእ ክንራኸብ ኢና ሰሰናይ